ጂኦግራፍያዊ ኣቀማምጣን ምቹእ ክሊማን ኤርትራ ኣብ ምርግጋጽ ስፖርታዊ ብቕዓት ብቐንዱ ድማ ኣብ ቅድድም ብሽክለታ ዘለዎ ተራ ልዑል ምዃኑ ሓደ ካብ ምስጢራት ናይቲ ኤርትራውያን ተቐዳደምቲ ብሽክለታ ኣብ ዝተፈላለየ ኣህጉራዊ መድረኻት ዘመዝግብዎ ዘለዉ ኣንጸባራቒ ዓወታት ድማ ንሱ ከም ዝኾነ ኣብ ዝተፈላለዩ ከባቢታት ሃገርና ብብሽክለታ ዑደት ዘካየዱ ዘለዉ ወጻእተኛታት ገሊጾም። ንሳቶም ንኤሪና ኣብ ዝሃብዎ ሓበሬታ፣ ኤርትራ በብእዋኑ ኣብ ኣህጉራዊ ውድድራት ስፖርት እትጓናጸፎ ዘላ ዓወት ንዜጋታት ሓበን ጥራይ ዘይኮነ ንተፈላጥነታ'ውን ዓቢ ተራ ከምዝጻወት ብምጥቃስ፣ ዛጊት ኣብ ዝበጽሕወን ከተማታት ኣስመራ፣ ከረን፣ ደቀምሓረ፣ ዓዲቐይሕን ባጽዕን ተጠቃምነት ናይ ብሽክለታ ኣብ በበይኑ ክሊ ዕድመ ኣዝዩ ዝውቱር ምዃኑ ክዕዘቡ ከምዝኸኣሉ ኣረዲኦም። ዶክተር ቦሸር ዶሸን ኣብ ሃገረ ጀርመን እትሕተም ጋዜጣ GEO ካብ ክልተ ሽሕን ዓሰርተን ክሳብ ክልተ ሽሕን ዓሰርተ ሓደን ንኩነታት ብሽክለታን ኣመዓባብልኡን ኣብ ኤርትራ ከምኡ'ውን ንደረጃ ብቕዓት ኤርትራውያን ተቐዳደምቲ ዝምልከት ሰፊሕ ጽሑፍ ከም ዘቕረበት እቲ ኣብኡ ዝረኸቦ ሓበሬታ ድማ ብዛዕባ ኤርትራ ባህሊ ቅድድም ብሽክለታ ኣብ ኤርትራን ኤርትራውያንን ተቐዳደምቲ ኣብ ኣህጉራዊ ውድድራት ዘመዝግብዎ ዘሎ ዓወታትን ክፈልጥ ከም ዝሓገዞ ኣብሪሁ። ናብ ኤርትራ ንመበል ዓሰርተው ክልተ ግዚኡ ዑደት የካይድ ከምዘሎ ዝሓበረ ዶክተር ቦሸራ ኣስዒቡ ኣብ ናይ ሎሚ ዓመት ዑደቱ ኩሉ ምንቅስቓሳቱ ብብሽክለታ ስለዘካየዶ ካብ ዝሓለፈ ፍሉይነት ከምዘለዎ ገሊጹ። ኣብ ኣህጉራዊ ውድድራት ተቐዳዳማይ ዝነበረን ከም ተቐዳዳማይን ሜካኒክ ብሽክለታን ኮይኑ ዝሰርሕ ዘሎን ሚስተር ክራህ ሚሸል ብወገኑ ነበርቲ ናይተን ዝበጽሖን ከተማታት ዕለታዊ ንጥፈታቶም ብብሽክለታ ከምዘካይዱ ክዕዘብ ከምዝኸኣለ ብምምልካት እዚ ድማ ማዕረቲ ኣብ ስፖርታዊ ብቕዓት ዘለዎ ተራ፣ ነቲ ብሰንኪ ጻዕቒ ተሽከርከርቲ ክመጽእ ዝኽእል ብከላ ኣየር ኣብ ምንካይ እውን ተራኡ ልዑል ምዃኑ ኣገንዚቡ። ሚስተር ካርል ሚሸር ኣስዒቡ፣ በቲ ኣብ ኤርትራ ዘሎ ሰላምን ጸጥታን ተሓጊዙ ኣብ ኩለን ከባቢታት ኣውራ ድማ ንብቕዓት ክፍትሸሉ ኣብ ዝኽእል ቦታታት ብብሽክለታ ይጓዓዝ ከም ዘሎ፣ እዚ ድማ ኣብ ህይወቱ ሃብታም ተመኩሮ ከም ዝኾነ ሓቢሩ።
ወግዓዊ ወኪል ኩባንያታት ቶዮታ፣ ኮማትሱን ያማሃን ኣብ ኤርትራ ዝኾነ ዓምብርብር ሸር ካምፓኒ፣ ዓለምለኻዊ መዐቀኒታት ኩባንያ ቶዮታ ዘማልኡ ብቑዓት ቴክኒሻናት ኣብ ምፍራይ ልዑል ጻዕሪ የካይድ ከምዘሎ ገሊጹ። ዋና ኣካያዲ ስራሕ ናይቲ ካምፓኒ ኣቶ ግርማይ ኣብርሀ ንኤሪና ኣብ ዝሃቦ ሓበሬታ፣ ኣብዚ ግዜ'ዚ ዝፈርያ ዘለዋ መካይን ኣዝየን ዝተራቐቓ ብምዃነን ዝተራቐቐ ዓቕሚ ከምዘድልየን፣ ስለዚ ድማ ነዚ ዝበቅዕ ዓቕሚ ሰብ ምፍራይን ምምዕባልን ካብ ቀዳምነታት ናይቲ ትካል ከምዝኾነ ብምጥቃስ፣ ካብ ሽሕን ትሽዓተ ሚእትን ተስዓን ሸውዓተን ጀሚሩ መሰልጠኒ ማእከል ብምምስራት ብርክት ዝበሉ ቴክኒሻናት ከምዘፍረየ ኣረዲኡ። ዓምበርበብ ሸር ካምፓኒ ከም ወኪል ፍርያት ያማሃን ያንማርን ኣብ ኤርትራ ብምዃን ንኹሉ ኣብ ምግፋፍ ዓሳ ዘድሊ ቀረብ ናውቲ ማለት ሞቶሮታት ባሕሪ፣ መግፈፊ ሰኪዐት፣ ንመስርሒ ጀላቡ ዝኸውን ጥረ ነገራትን ካልእን ናብ ሃገር ከምዘእቱ ብምብራህ፣ ውሕስነቱ ዝተረጋገፀ ኣገልግሎት ከምኡ እውን ምኽርን ስልጠናን ንዓማዊል ምሃብ እውን ካብ ዕማማቱ ምዃኑ ሓቢሩ። ሓላፊ ጋራጅ ዓምበርበብ ሸር ካምፓኒ ኣቶ ፍፁም ጋርዛን መምህር ሚኪኤል መዘንግዕን ብግዲኦም፣ በቢእዋኑ ብዝወሃብ ስልጠናታት ተደጊፎም ብዘሰላስልዎ ስራሕ ዕጉባት ምዃኖም ብምሕባር፣ ሓደጋታት ንምክልኻል መራሕቲ መካይን ጥዕና መካይኖም ብቐፃሊ ክከታተሉ ኣዘኻኺሮም። ቴክኒሻን በኺት ሳሚኤልን ካብ ቤት ፅሕፈት ክፍሊ ኣገልግሎት ፅገና መንእሰይ ሰለመት ሃይለን ብወገኖም፣ ዝወሃቦም ስልጠና ዓቕሞም ኣብ ምብራኽ ኣዝዩ ሓጋዚ ምዃኑ ጠቒሶም፣ ኣብ መፃኢ ኣብ ውሽጢ ሃገር ክግበር ንዝኽእል ምግጥጣም መካይን ዝበቅዕ ዓቕሚ ተጠርዩ ከምዘሎ ገሊፆም።
ኣብ ንኡስ ዞባ ጎኘ ምምሕዳር ከባቢ ተካውዳ ዝተዋደደት መደበር ጥዕና ኣብ ርእሲ እቲ እትህቦም ኣገልግሎት ኣብ ምክልኻል ሕማማት ብሓፈሻ ተመሓላለፍቲ ሕማማት ድማ ብፍላይ ዝጸንሖም ኣፍልጦን ንቕሓትን ኣብ ምብራኽ ልዑል ኣስተዋጽኦ ትገብር ከም ዘላ ተገልገልቲ ሓቢሮም። ንሳቶም ኣብ ሓበሬታኦም፣ ኣብታ ትካል ጥዕና ብዝወሃብ ሕክምናዊ ኣገልግሎት ሞያዊ ምኽርን ቁጽሪ ተገልገልቲ በብእዋኑ ክብ ይብል ከምዘሎ ብምሕባር፣ ኣብ ምቁጽጻር ተመሓላለፍቲ ሕማማትን ምግታእ ንህጻናትን ነፍሰጾራትን ዘጥቅዑ ሕማማት ተመዝጊቡ ዘሎ ዓወት ውጽኢት ናቱ ከምዝኾነ ገሊጾም። ወይዘሮ ፋጥና እድሪስን ወይዘሮ ዛህራ መሓመድን እታ መደበር ጥዕና ኣብ እዋን ጥንስን ሕርስን እትህቦ ኣገልግሎት ዝምስገን ምዃኑ ብምጥቃስ፣ ኣብ እዋን ጥንስን ሕርስን ዘጋጥም ዝነበረ ስቓይን ሞትን ብርኡይ ከምዝነከ ኣረዲኤን። ተቐማጢት ምምሕዳር ከባቢ ኣደራት ወይዘሮ ሓሊማ መሓመድ ብወገና፣ እታ መደበር ጥዕና ክትትል ቅድምን ድሕርን ሕርሲ ንምግባር ኮነ ተመሓላለፍቲ ሕማማት ኣብ ምፍዋስ ብዓቕማ ትገብሮ ዘላ ኣበርክቶ ዝምስገን ምዃኑ ብምጥቃስ፣ እትህቦ ኣገልግሎት ንኽምዕብል ዝምልከቶ ኣካል ቆላሕታ ክገብረላ ተላብያ። እታ መደበር ጥዕና፣ ንልዕሊ ዓሰርተ ሽሕ ነበርቲ ኣርባዕተ ምምሕዳራት ከባቢ ከም እተገልግል ዝጠቐሰ ሓላፊ እታ መደበር ጥዕና መንእሰይ ሳልሕ ዑስማን፣ ምስ ምዕባለ ምስ ምዕባይ ኣፍልጦ ሕብረተሰብ፣ ጻዕቂ ተገልገልቲ ከም ዝረኣ ብምምልካት፣ ህጹጽ ረድኤት ዘድልዮም ሕሙማት ንምርዳእን ናብ ዝለዓለ ትካላት ጥዕና ንምልኣኽን ኣምቡላንስ ክትምደበሎም ኣዘኻኺሩ።
ነበርቲ ምምሕዳራት ኳቢ ግራሻን ሊባንያይን ትሑት ዘሎ ሱታፊ ኣብ መኣዲ ትምህርቲ ክብ ንኽብል ደቆም ናብ ትምህርቲ ክልእኩን ኩነታቶም ብግቡእ ክከታተሉን ኣመሓዳሪ ንኡስ ዞባ ሃይኮታ ኣቶ ሓምድ ዩሱፍ ምስኣቶም ኣብ ዝገበሮ ርክብ ኣዘኻኺሩ ኣቶ ሓምድ ኣስዒቡ፣ ዜጋታት ዕድል ትምህርቲ ንክረኽቡ መንግስቲ ኣብ ርሑቕ ከባቢታት ከይተረፈ ትካላት ትምህርቲ ከምዘዋደደ ብምሕባር፣ ህዝቢ ብግቡእ ተጠቒሙ መጻኢ ደቁ ከውሕስ ከምዝግባእ፣ ኣብዚ ድማ ተራ ኣመሓደርቲ ምምሕዳራት ክባቢ፣ ኣነባበርትን መራሕቲ ሃይማኖትን ኣገዳሲ ምዃኑ ኣስሚርሉ። ሓላፊ ቤት ጽሕፈት ሚኒስትሪ ትምህርቲ ኣብቲ ንኡስ ዞባ መምህር ዓብደላ ማሕሙድ ብወገኑ፣ ኣብ ዝተፈላለያ ምምሕዳራት ክባቢ ሰላስተ ሃንጻ ትካላት ትምህርቲ ካብ መኣዲ ትምህርቲ ተገሊሎም ዝነበሩ ብዙሓት ቆልዑ ዕድል ትምህርቲ ከም ዝረኸቡ ብምንጻር፣ ኣብ ምምሕዳራት ከባቢ ሊባንያይን ግራሻን ዝተዋደዳ ትካላት ትምህርቲ ግን ዋሕዲ ተመሃሮ ስለ ዘለወን፣ ነቲ ተርእዮ ንምምሕያሽ ወለዲ ኣገዳስነት ትምህርቲ ተገንዚቦም መጻኢ ደቆም ከውሕሱ ኣተሓሳሲቡ። ካብ ተሳተፍቲ ብወገኖም ኣብ ማሕረስን ሞጓሰን ዝተመርኮሰ መነባብሮኦም ን። ንቑጽሪ ተሳታፍነት ተመሃሮ ብኣሉታ ካብ ዝጸልወሉ ምኽንያታት ምዃኑ ብምጥቃስ፣ ርድኢት ሕብረተሰብ ኣብ ኣገዳስነት ትምህርቲ እናበረኸ ይኸይድ ብምህላዉ፣ ኣብ ምምሃር ደቆም ክነጥፉ ምዃኖም ኣረጋጊጾም።
ኣብ ንኡስ ዞባ ጊንዳዕ ስንኩላን ከብ ተፀባይነት ተገላጊሎም ናብርኦም ዝመርሑሉ ኩነታት ንምፍጣር ወለንታውያን ሰራሕተኛታት ተሃድሶ ዓዲ ዘካይድዎ ዘለዉ ፃዕርታት ዝምስገን ውፅኢት ይርከቡ ከምዘሎ ሓላፊ ጨንፈር ሚኒስትሪ ዕዮን ሰብኣዊ ድሕነትን ኣብቲ ንኡስ ዞባ ኣቶ ጃበራ እድሪስ ገሊፁ። ኣቶ ጃበራ ምስ ወከልቲ ህዝቢ ኣመሓደርቲ ከባብን ወለንታውያን ሰራሕተኛታትን ኣብ ዝገበሮ ርክብ፣ እቲ ዝካየድ ጎስጓሳት ናይ ባህሪ ለውጢ ኣብ ምምፃእ ኣስተዋፅኦ ይገብር ከምዘሎ ጠቒሱ፣ ኪንዮ ምምሕያሽ ናብርኦም ናብ ሓድሕዳዊ ምቅርራብን ንቕሓቶም ኣብ ምብራኽን ዕዙዝ ተራ ከምዘሎ ኣነፂሩ። ኣመሓዳሪ ንኡስ ዞባ ጊንዳዕ ኣቶ ዑመር ያሕያ ብግድኡ፣ ዕላማ ወለንታውያን ሰራሕተኛታት ምስ ስድራ ቤት ስንኩላን ብምርድዳእ ክሕገዙሉ ዝኽእሉ ባይታ ንምንዳይ ምዃኑ ሕብረተሰብ ብሓፈሻ ኣመሓደርቲ ከባቢ ድማ ብፍላይ ኣፍልጦኦም ብምብራኽ ኣብ ምዕዋት ናይቲ መደብ ከም ብዝሓየለ ክዋስኡ ተማሕጺኑ። ተሳተፍቲ ብወገኖም ንዝበለጸ ውጽኢት ንወለንታውያን ስራሕተኛታት ኣብ ስርሖም ዝሕግዞም ስልጠናታት ክወሃብ፣ ስንኩላንን ዘኽታማትን ሞያ ዝቐስሙሉ ባይታ ክፍጠር ዝብሉን ካልኦትን ለበዋታትን ርእይቶታትን ኣቕሪቦም። ኣብ ንኡስ ዞባ ጊንዳዕ ሱሳ ወለንታውያን ሰራሕተኛታት ተሃድሶ ዓዲ ከምዘለዉ ሰነዳት ጨንፈር ሚኒስትሪ ዕዮን ሰብኣዊ ድሕነትን የመልክት።